ሽዑ ብርሃነይ ከም ጸሓይ ንግሆ ኮይኑ ኸብርሃልኩም፣ ምሕዋይኩም ቀልጢፉ ክመጽእ፣ ጽድቀይ ቀቂድመኹም ክኸይድ፣ ክብረይ ድኣ ድማ ደጀንኩም ክኸውን ኢዩ። ሽዑ ክትጽውዑኒ ኣነ ኸኣ ኽምልሰልኩም፣ ከተእውዩ ኣነ ድማ እኔኹ ኽብለኩም እየ። ነርዑት ባርነት፣ ንናይ ንዕቀት ምውጥዋጥ ኣጻብዕን ንሕማቕ ዘረባን ከኣ ኻብ ማእከልኩም እንተ ኣርሓቕኩም፣ ንጭኑቕ እንተ መቐልኩም፣ ንጥሙይ እንተ ኣጽገብኩም፣ ሽዑ ብርሃንኩም ኣብ ጸልማት ከብርህ፣ ጸልማትኩም እውን ከም ጸሓይ ቀትሪ ኪዅላዕ እዩ። ኣነ ንኹሉ ግዜየ ክመርሓኩም ብጽቡቕ ነገር ከጽግበኩም ጥዕናን ሓይልን ክህበኩም እየ ንስኻትኩም ከኣ ከም ዝሰተየ ኣታኽልትን ከም ማዩ ዘይነጽፍ ዓይኒ ማይን ክትኮኑ ኢኹም ካብ መዝሙር ዓሰርተ ሓደ ኣብ እግዚኣብሔር ተኣሚንካ ምንባር ኣነ ኣብ እግዚኣብሔር ተማዕቂበ ኣለኹ ስለምንታይ ደኣ ኢኹም ንቕኑዓት ልቢ ብጸልማት ምእንቲ ኺውርውረሎም፣ እንሆ፣ ኽፉኣት ሰባት ቀስቶም ይግትሩ፣ ንፍላጻታቶም ከኣ ኣብ መንትግ የዝግብዎ ኣለዉ እሞ፣ ከም ዑፍ ናብ እምባ ህደም። ኵሉ ነገር እንድሕሪ ፈሪሱ፣ እቲ ጻድቕ ኪገብሮ ዚኽእል ነገር የልቦን እትብሉኒ። እግዚኣብሄር ኣብ ቅድስቲ መቕደሱ ኣሎ፣ ንዙፋኑ ኣብ ሰማያት ገተሮ። ብቆላሕታኡ ንደቂ ሰብ ይዕዘቦም፣ ዝገብርዎ ዘበሉ ኩሉ ይፈልጦም። እግዚኣብሄር ንጻድቃንን ሓጥኣን ማዕረ ገይሩ ይምርምሮም፣ ንክፉኣት ሰባትን ንፈተውቲ ግፍዕን ከኣ ይጽየፎም። ኣብ ልዕሊ ክፉኣት ሰባት ግሁር ሓውን ዲንን የዝንብ፣ ግሑር ንፋስ ሰዲዱ ከኣ ይቐጽዖም። እግዚኣብሄር ጻድቕ ኢዩ፣ ግብሩ ጻድቂ ጽድቂ ኢዩ ከኣ፣ ግብሪ ጽድቂ ከኣ ይፈቱ። እቶም ጽድቂ ዝገብሩ ድማ ምስኡ ክነብሩ እዮም። ካልኣይ ንባብ ካብ ቀዳመይቲ መልእኽቲ ሃዋርያ ጳውሎስ ናብ ሰብ ቆሮንጦስ ካብ ምዕራፍ ክልተ ካብ ፍቕዲ ሓደ ኣሕዋተይን ኣሓተይን ኣነ እውን ናባኻትኩም ክመጽእ ከለኹ ምስጢር ኣምላኽ ብኽእለት ዘረባ ወይ ብፍልስፍና ክሰብከልኩም ኣይመጻእኩን እዚ ኸኣ እቲ ኣብ ማእከልኩም ከለኹ ብዘይካ ኢየሱስ ክርስቶስ፣ ንሱ ኸኣ እቲ ዝተሰቕለ እንተ ዘይኮይኑ ካልእ ኸይፈልጥ ስለ ዝመደብኩ እየ። ኣነ ኸኣ ብድኻምን ብፍርሃትን ብብዙሕ ምንቅጥቃጥን እየ ምሳኻትኩም ዝነበርኩ። ቓለይን ስብከተይን ሓይሊ መንፈስ ቅዱስ ብዝህቦ ምርዳእ እምበር ብዘስድዕ ዘረባ ወይ ከኣ ፍልስፍና ኣይነበረን። እዚ ኸኣ እምነትኩም ኣብ ሓይሊ ኣምላኽ እምበር ኣብ ጥበብ ሰብ ምእንቲ ኸይምስረት እዩ። ናይ ሎሚ ወንጌል ካብ ወንጌል ማቴዎስ ካብ ምዕራፍ ሓሙሽተ ካብ ፍቕዲ ዓሰርቶ ሰለስተ ምስላ ጨውን ብርሃንን ንስኻትኩም ንምድሪ ጨው ኢኹም ጨው መቐረቱ እንተ ኣጥፈኤኸ ብምንታይ ይምቅር ንደገ ተደርብዩ ብሰብ ክርገጽ እንተ ዘይኮይኑስ ዝጠቕሞ የብሉን ንስኻትኩም ንዓለም ብርሃኑ ኢኹም ኣብ እምባ ዘላ ከተማ ክትክወል ኣይከኣላን እዩ መብራህቲ ኣብ ቤት ንዘሎ ኩሉ ምእንቲ ከብርህ ኣብ በሪኽ መቐመጢኡ ተንብሮ እምበር ኣብ ትሕቲ ከፈር ክተንብሮ ኣይተብርሆን ኢኻ ከምኡ ኸኣ ነቲ ጽቡቕ ግብርኹም ርእዮም ኣብ ሰማያት ንዘሎ ኣቦኹም ምእንቲ ከመስግንዎ ብርሃንኩም ኣብ ቅድሚ ሰብ ይብራህ እዚ ብስራት ወንጌል ሰላም ጎይታና እዩ ብሓቂ ፍቁራት ኣሕዋተይን ሓተይን ኣብዚ ሰንበት እዚ እንሆ ብርኽቲ ሰንበት ነቲ ናይ ብፁዓን ኢልና ኣብ ዝሓለፈ ሰንበት ዝጀመርናዮ ንዑ ክቕጽሎ ከሎ እቲ ወንጌል ንርኢ ዝሓለፈ ሰንበት መዓልቲ ብሩኻት መዓልቲ ብፁዓን መዓልቲ ሕጉሳት ነይሩ እቲ ወንጌል ከንመዘኻኽርና ዝኣክል ብመንፈስ ድኻታት ንዝኾኑ መንግስተ ሰማያት ናቶም እያ እሞ ብሩኻት እዮም ዝሓዝኑ ምእንቲ ምጽንናዕ ክረኽቡ እዮም እሞ ብሩኻት እዮም ለውሃት ንምድሪ ክወርስዋ እዮም እሞ ብሩኻት እዮም ንጽድቂ ዝጠምዩን ዝጸሙን ንፍትሒ ዝጠምዩን ዝጸሙን ክጸግቡ እዮም እሞ ብሩኻት እዮም መሓርቲ ምሕረት ክረኽቡ እዮም እሞ ብሩኻት እዮም ንጹሓት ልቢ ንኣምላኽ ክርእይዎ እዮም እሞ ብሩኻት እዮም። ገበርቲ ሰላም፣ ነበርቲ ሰላም፣ ውሉድ ኣምላኽ ክበሃሉ እዮም እሞ ብሩኻት እዮም። ምእንቲ ፍትሒ ዝስደዱ፣ መንግስተ ሰማያት ናቶም እያ እሞ ብሩኻት እዮም ኢልና ኣንቢብና፣ ንዑ ኸኣ ኣስተንትኖ ጌርና ኣብ ዝሓለፈ ሰንበት። ኣብዚ ናይ ሎሚ ሰንበት ናቱ መቐጸልታ ክልተ ተወሰኽቲ ናይ ብሩኻት መግለጺ ይህበና ጎይታናን መድሓኒናን ተስፋናን የሱስ ክርስቶስ። ንስኻ ጨውን ብርሃነ ጨው መቐረት እዩ። መቐረት ናይ ዓይ ሰብ ህይወት ናይ ማሕበረሰብ ኣብ ዓለምዚ እንታይ እዩ መቐረቱ እቲ ፍትሒ እቲ ሰላም እዩ ፍቁራት ኣሕዋተይን ሓተይን እቲ ብርሃን ናይ ዓለም ከንታይ እዩ ብርሃን ፍትሒ ብርሃን ሰላም እዩ በዚ ኸ ንስኻትኩም ኣነ ንስኻ ንስኺ ብሩሓወይ ብርኽቲ ሓፍተይ ንምድሪ ጨው ኢኹም መቐረት እትህቦ ጨው ምድሪ ክትኮኑ እዩ ትፀዋዕታኹም ካልኣይ ቀፂሉ ኸ ንስኻትኩም ንዓለም ብርሃኑ ኢኹም ብርሃን ናይ ዓለም ኢኹም ኮታ ጨው ምድርን ብርሃን ዓለምን ክንከውን እዩ እቲ ህይወት ናይቶም ብሩኻት ብኣብን ብወልድን መንፈስ ቅዱስን ዝተጠምቁ ኣብ ክርስቶስ ንዝነብሩ ዘለዉ ክርስቶሳውያን ፀዋዕታ እዚ እዩ ብፍላይ ንዓለማውያን እቶም ኣብ ዓለም ዘለና ከመይ ጨው ምድሪ ክብል እንከሎ እዚ ምድሪ እዚ እዩ ፍቁራት ኣሕዋተይን ሓተይን ንዓለም ብርሃኑ ይኸውን ክብል ከሎ እዚ ዓለም እዚ እዩ መኣስ ኣብዚ 226 ፍቁራት ኣሕዋተይን ሓተይን ኣብዚ ኢና ጨው ምድርን ብርሃን ዓለምን ክንከውን ስለዚ እዚ ፍትሕን ሰላምን ከም ጨውን ብርሃንን ናይ ንዓለም መቐረት ዝህቦ ንዓለም ንማሕበረሰብ ንህይወት ሰብ ምዃኑ ብኡ ከኣ ከምዝኸ ከም ዝተጸዋዕና ይነግረና ፍቁራት ኣሕዋተይን ሓተይን ማርከስ ብርሃንኩም ይብራሃ ብርሃን ናይ ናትና ክበርህ ፍቁራት ኣሕዋተይን ሓተይ ጸልሚቱ ንብሎ ብግፍዒ ኮነ ኩሉ ስርዓታት ኣብ ዘሎ ሓጢያት ኮነ ክጽልምት እንተ ኮይኑ ነናትና ሽምዓ ክንውልዕ የድሊ ፍቁራት ኣሕዋተይን ሓተይን እቲ ህይወትና እምበኣርከ ሽምዓ ክኸውን ብርሃን ክኸውን እዩ ብርሃን ዓለም ጨው ምድሪ ይብለና ፍቁራት ኣሕዋተይን ሓተይን እዚ ሓውና ጳውሎስ ክገልጾ ከሎ ናይቲ ዝተሰቕለ ክርስቶስ ምዃኑ ተሰቕለ ክርስቶስ ብዛዕባ እዚ ምዃኑ ኣሕዋተይ ኣሓተይን ኣነ ናባኻትኩም ክመጽእ ከለኹ ምስጢር ኣምላኽ ብክእለት ዘረባ ወይ ብፍልስፍና ክሰብከልኩም ኣይመጻእኩን እዚ ኸኣ ይብል ኣብ ማእከልኩም ከለኹ ብዘይካ የሱስ ክርስቶስ የሱስ ከማን ይብል ንሱ ከማን እቲ ዝተሰቕለ እንተ ዘይኮይኑ ካልእ ከይፈልጥ ስለ ዝመደብኩ እየ እቲ ዝተሰቕለ ከመይ ፍቁራት ኣሕዋተይን ሓተይን እንድሕር ደኣ እቲ መስቀል ስሒትናዮ ብምሉእ ብምሉእ ኣይርድኣና እንተ እምነትና ንሱ እቲ ሓይሊ ናይ ህይወትና እቲ ስቑል ጎይታ ኢና እንኣምን ፍቁራት ኣሕዋተይን ኣሓተይን። ንሕና ሕውየትናውን ንዕኡ ነቲ መስቀል እቲ ነቲ ተኸፍተ ልቡ ኣብ ምርኣይ እዩ። ብቑስሉ ኢኹም ዝሓወኹም ይብል። ስለዚ ንጾም ይቕርበና ፍቁራት ኣሕዋተይን ኣሓተይን። እቲ ነቢይ ከኣ ኣነጺሩ ይነግረና እንታይ ዓይነት ጾም ይጽበ ከም ዘሎ ኣምላኽ። ነቢይ ኢሳያስ ከምዚ ይብለና ፍቁራት ኣሕዋተይን ኣሓተይን። እቲ ኣነ ዝፈትዎ ጾምሲ እዚ ስዕብ እዩ፣ ንማእሰር'ከይ ምፍታሕ፣ ነርዑት ባርነት ምዝላቕ፣ ንጥቑዓት ምውጻእ ሓራ፣ ኣርዑት ባርነት ዘበለ ኩሉ ምስባር፣ እንጌራኹም ንጥሙይ ምምቓል፣ ነቶም ዝተሰዱ ድኻታት ኣብ ቤትኩም ምቕባል፣ ዕሩቕ እንተ ረኤኹም ምኽዳን፣ ንዘመድኩም ካብ ምሕጋዝ ዘይምሕባእ እዩ። ሽዑ ብርሃነይ ከም ፀሓይ ንግሆ ኮይኑ ከብርሃልኩም እዩ እቲ ብርሃን ዓለም ዝበልናኩም ኣብቲ ወንጌል ዘንበብናዮ ምሕዋይኩም ቀልጢፉ ክመፅእ ምሕዋይ ናተይ ናትካ ናትኪ ናይ ማሕበረሰብ ፍቁራት ኣሕዋተይን ሓተይን ፅድቀይ ከዓ ቀቂድመኹም ክኸይድ ክብረይ ድማ ደጀንኩም ክኸውን እዩ ይብል እቲ ነቢ ሽዑ ክፅውዑኒ ኣነ ኸኣ ኽምልሰልኩም ኸተእው እዩ፣ ኣነ ድማ እኔኹ ኽብለኩም እየ። እዚ ኣምላኽ በዚ ህያው ይኸውን፣ ብእቲ ህይወቱ ህያው ኣብቲ ሱታፌ ናይቲ ህይወቱ ኸዓ ንሕና ንሓዊ ፍቁራት ኣሕዋተይን ሓተይን። ስለዚ እቲ ጾም ናብቲ ጾም ዝቕርብ ናይ ጾም እዋን ኢና ንርከብ ዘለና ፍቁራት ኣሕዋተይን ሓተይን። ናይቲ ጾም ዝደልዮ ኣምላኽ ይነግረና። ስለዚ እዚ ግብረ ፍትሕን ግብረ ሰናይን እዩ፣ ኽልቲኡ እዩ። ትግብረ ፍትሒ ጉንዖ ጤምየ ኣብሊዕኹምኒ ጸምየ ኣስቲኹምኒ ዓሪቐ ከዲንኩምኒ ሓሚመ ኣጸናኒዕኹምኒ ተኣሲረ በጺሕኩምኒ ዘመድ ኮይነ መጽየ ሓጊዝኩምኒ እስታት ኩሉ ክትብሉ ትኽእሉ ትግብረ ሰናይ እዘ መብዛሕትኡ ግዜ ከዓ ንዝንግዖን ኢና እንታይ ኣሎ ንዝንግዖ መብዛሕትኡ ግዜ እቲ ግብረ ፍትሒ ብግልፂ ከዓ የቐምጦ እዩብዙ ንማእሰር እከይ ምፍታሕ፣ ነርዑት ባርነት ምዝላቕ፣ ንጥቑዓት ምውጻእ ሓራ፣ ኣርዑርዑት ባርነት ዘበለ ኩሉ ምስባር ይብል። ነርዑት ባርነትን ንናይ ንዕቀት ምውጥዋጥ ኣጻብዕን ይብሎ። ንሕማቕ ዘረባን ከኣ ካብ ማእከልኩም እንተ ኣርሓቅኩም ንጭኑቕ እንተ ኣማቐልኩም ይብል ፍቁራት ኣሕዋተይን ሓተይን እዚ ከኣ እቲ ግብረ ፍትሒ እዩ ኣማን ብኣማን እታ ተግባራዊት ፍቕሪ መልሲ፣ ሞሳ ኣቐነ ፍቕሪ፣ ብፍቕሪ ጥራይ ናብ ሞሳ ክንምልስ እንኸእል። ብሩኻት ኣሕዋተይን ኣሓተይን፣ ምእንቲ እዚ እታ ፍቕሪ እታ ናይ ሰብ ፍቕሪ ንኣምላኽ ከም ሞሳ ምስጋና ብምፍቃር ካልኦት ሰባት እያ ትግለጽ። ነዚ ፍቕሪ ብጻይ እንብሎ ፍቕሪ ጎረቤት እንብሎ ፍቕሪ ሓው ሓፍቲ እንብሎ ብኡ ይግለጽ ፍቁራት ኣሕዋተይን ሓተይ ንስኻ ክልተ እግሪ ኣለዋ ይብሉ ኣቦታትና ግብረ ፍትሕን ግብረ ሰናይን ደልዲላ ምእንቲ ደው ክትብል በዘን ክልተ እጋራ ተሓራይ ከዓ ደው ምስ በለት ከዓ ታተ ክትብል ፍቁራት ኣሕዋተይን ሓተይን ታተ ምስ በለት ከዓ ክትከይድ ክትክእል ክትከይድ ምስከኣለት ከዓ ክትስጉም ክትክእል ምክንያቱ ብዙሕ ግብረ ፍትሕን ግብረ ሰናይን የድልየና ኣሎ ኣብዚ ዘለናዮ ዓለም ፍቁራት ኣሕዋተይን ሓተይን ክትስጉም እንተደኣ ክኢላ ከዓ ክትጎይ ፍቁራት ኣሕዋተይን ሓተይን ግብረ ፍትሒ ወሓዚ ፍትሒ ምእንቲ ክመጽእ ግብረ ሰላም ወሓዚ ሰላም ምእንቲ ክመጽእ ሰናይ ሰላም ወሰናይ ምእንቲ ክኸውን ፍቁራት ኣሕዋተይን ኣሓተይን ፍትዎ ሰላም ሰላም ወሰናይ ምእንቲ ክኸውን ነዚ ብምሉኣትና ሱታፌ ናተይ ናትካ ናትኪ ሓትት ኣብዚ ምስፋሕ ናይዛ መንግስቲ ኣምላኽ ፍቁራት ኣሕዋተይን ሓተይን እቲ ወንጌል ከዓ ናብኡ እዩ ዝቕርበና እቲ ዘለናዮ እዋን ወቕቲ ፆም እውን ናብኡ ገጹ እዩ ዝቕርበና ፍቁራት ኣሕዋተይን ኣሓተይን ብሓቂ በዚ ኩሉ ንሕና ጨው ምድርን ብርሃን ዓለምን ክንከውን መጀመርያ ከምቶም ብሩኻት ከዓ ክንከውን ብሩኻት ብፁኣን ተባህሉ ከምኦም ክንከውን ዳሕራይ በዚ ኩሉ ከዓ ጨው ምድርን ብርሃን ዓለምን ክንከውን እሞ ከምቲ እቲ ነቢ ንዝብሎ ዘሎ መጨሩ ሽዑ ብርሃንኩም ኣብ ጸልማት ከብርህ ጸልማትኩም እውን ከም ፀሓይ ቀትሪ ክኹላዕ እዩ። ኣነ ንኹሉ ግዜ ክመርሓኩም፣ ብጽቡቕ ነገር ከጽግበኩም ክብለና ኣቦናን ኣብ ፈቃር ኣቦናን ኣምላኽናን ፍቁራት ኣሕዋተይን ሓተይን ጥዕናን ሓይልን ክህበኩም እየ ኸዓ ይብል ንስኻትኩም ከዓ ከም ዝሰተየ ኣታኽልትን ከምቲ ማዩ ዘይነጽፍ ዓይኒ ማይን ክትኮኑ ኢኹም በዚ ከዓ ሰላሳ ስልሳ ሚእቲ ስራሕ እምነት ተስፋ ፍቕሪ ኣፍሪናስ ፍቁራት ኣሕዋተይን ሓተይን በዚ መሰኻኽር ነቲ ፈቃር ኣቦና ምዃንና፣ ተኸተልቱ ንክርስቶስ ጎይታ ምዃንና፣ ሓይሊ መንፈስ ቅዱስ ከኣ ብኡ ከም ንነብር ብፍረና ክፍለጥ፣ ከመይ ኦም ብፍርኡ ይፍለጥ። ፍቁራት ኣሕዋተይን ሓተይን ምንቲ ክንከውን ሓቢርና ንጸሊ። ኦ ጎይታ ናይ ሰላምካ መሳርሒ ግበረና፣ ጽልኢ ኣብ ዘለዎ ፍቕሪ፣ በደል ኣብ ዘለዎ ምሕረት፣ ግፍዒ ኣብ ዘለዎ ፍትሒ፣ ማእሰርቲ ኣብ ዘለዎ ፍትሓት፣ ጥርጥር ኣብ ዘለዎ እምነት፣ ተስፋ ኣብ ዘይብሉ ተስፋ፣ ጸልማት ኣብ ዘለዎ ብርሃን፣ ሓዘን ኣብ ዘለዎ ባህታ ከም ንዘርእ ግበረና። ኣሜን። ስብሃት ንኣብን ወልድን መንፈስ ቅዱስን ይኹን ጥንቲ ከም ዝነበረ ሕጂን ንወትሩን ንዘለኣለም ኣለምን ኣሜን።